ሓደጋታት ከጋጥም ስለ ዝኽእል ተጠንቀቑ፣ ሰብ ዝእከበሉ ቦታታት ኣይትረኸቡ እዩ ዝብል ዘሎ። ኣብኡ ኣነ ስምዒተይ ሕማቕ ነይሩ ርእይ ምስ ኣበልክዎ፣ ምኽንያቱ ምስቲ ስእሉ ዝነበረን ኣብቲ ዓራት ደቂስዎ ዝነበረን። ኣብዚ ሰሙን እዚ ኣብ ኣዲስ ኣበባ እንታይ ከጋጢም እዩ ኣብ ኮመንት መን ኣሎ ኣብዚ ኢትዮጵያን ፈደራል ፖሊስ። ሰላም ከመይ ትኾኑ ጋይስ ከኣ ፊሊን ሎማዓንቲ ካብ ዝተፈለየ ኣገዳሲ ዝበልክዎ ሓበሬታታት ተመሊሰ ኣለኹ ሳሙኡ ዳታ ምሳይ ጽንሑ ከምቲ ልሙድ ላይክ ምግባር ጀምሩዋ ላይክ ኣይትረስዑ።

ኣትሌት ዮሃንስ ክፍለማርያም ቻምፒዮን ብምዃን ወርቂ ማዳልያ ተሸሊሙ ኣሎ። ኣትሌታት ዩጋንዳን ኬንያን ንኤርትራዊ ኣትሌት ዮሃንስ ተኸቲሎም ብሩርን ነሓስን ዝወሰዱ እዮም። ከምኡ'ውን ኣብ ናይ ደቂ ኣንስትዮ ውልዶ ኣትሌት ካናሪ ተኽለማርያም ካብ ሸሞንተ ሚእቲ ሜትሮ ቻምፒዮን ብምብራቕ ኣፍሪቃ ትሕቲ ዓሰርተ ሸሞንተ ዓመት ብምዃን ወርቂ ማዳልያ ተዓዊታ ኣላ። ስለዚ ኣብ ናይ ደቂ ኣንስትዮን ከምኡ'ውን ደቂ ተባዕትዮን ኣብ ናይ ትሕቲ ዕድመ ዓሰርተ ሸሞንተን ከምኡ'ውን ዒስራን ማለት እዩ ቻምፒዮን ኮይኖም ኣለዉ ክልቲኦም ተዓወትቲ ወርቂ ማዳልያ ኮይኖም ኣለዉ ስለዚ እንቋዕ ሓጎሰኩም እታ ካሊፎርኒያ ንጃፓን በሊጻ ራብዓይ ዝዓበየ ቁጠባ ዓለምና ኮይና ኣላ ሓንቲ ካብተን ግዝኣት ኣሜሪካ ዝኾነት ካሊፎርኒያ ካብ ርእሳ ዝኸኣለት ሃገር ጃፓን ብቁጠባ ምዕባያ ኣገራሚ ኮይኑ ኣሎ እዚ ሓበሬታ እዚ ብኣመሓዳሪ ካሊፎርኒያ ጋቪን ኒውሶም ዝተዘርግሐ ኮይኑ ብኣይኤምኤፍን ከምኡ ቁጠባዊ ትንተና ኣሜሪካን ዝተረኽበ እዋናዊ ሓበሬታ ከም መወከሲ ተጠቒሙ ኣሎ፣ ብመሰረት እቲ ዳታ፣ ውሽጣዊ ፍርያት ካሊፎርንያ ክሳብ ክልተ ሽሕ ዕስራን ኣርባዕተን ኣርባዕተ ነጥቢ ሓደ ትሪልዮን ዶላር ክበጽሕ እንከሎ፣ ጃፓን ድማ ኣርባዕተ ነጥቢ ዜሮ ሓደ ትሪልዮን ዶላር ውሽጣዊ ፍርያት ብምሓዝ ኣብ ሓሙሻይ ደረጃ ትስራዕ ኣኽኢልዋ ኣሎ ኣብ ሓሙሻይ ደረጃ ክትስራዕ ኣኽኢልዋ ኣሎ። በዚ ድማ ግዝኣት ካሊፎርኒያ ንጀርመን፣ ቻይና ከምኡ'ውን ኣሜሪካ ስዒባ ኣብ ዓለም ራብዐይቲ ዝዓበየ ቁጠባ እትውንን ኮይና ኣላ። በዚ ሓበሬታ ኣመሓዳሪ ካሊፎርኒያ ኣንጻር'ቲ ትራምፕ ዘውጽኦ ቀረጽ ድሕሪ ምዝራቡ፣ ትራምፕ ዝኽተሎ ቀረጽ ንቁጠባ'ታ ሃገር ኣብ ሓደጋ ከእቱ ዝኽእል ምዃኑን ስክፍትኡ ከምዝገለጸን እዩ ሓቢሩ ዘሎ። ካሊፎርኒያ ኣብ ግዝኣት ኣሜሪካ ዝኾነት ዝዓበየት ማእከል ኢንዳስትሪ ማኑፋክቸሪን ከምኡ'ውን ሕርሻን ኮይና ብኢንዳስትሪ ቴክኖሎጂን ከምኡ ምዝንጋዕን'ውን እትፍለጥ ቦታ እያ። ብተወሳኺ ካሊፎርኒያ ክልተ ዓበይቲ ወደባት ኣሜሪካ ዝርከበላ ቦታ እያ። ኣብዚ ሕጂ እዋን ኣመሓዳሪ ካሊፎርኒያ ዝኾነ ኒውሶም ዴሞክራቲክ ኮይኑ ኣብ ክልተ ሽሕን ዕስራን ሸሞንተን ንፕረዚደንት ክወዳደር ትፅቢት ዝግበር እዩ። ንሱ ድማ ንሱ ድሕሪ ውሳነታት ታሪፍ ትራምፕ ክሲ ኣቕሪቡ ከምኡ እውን ትራምፕ ከምዚ ዓይነት ኣህጉራዊ ቅልውላው ክፈጥር ዝኽእል ውሳነ ንኽውፅእ ዘለዎ ስልጣን መርመራ ንኽካየድ ፀዊዑ ኣሎ። ናብ ካልእ ሓበሬታ ምስ ንኸይድ ኤምባሲ ኣሜሪካ ኣብ ኣዲስ ኣበባ ዝርከብ ኤምባሲ ኣሜሪካ ዘውፅኦ ሓበሬታ ዝምልከት እዩ። እዚ ሓበሬታ እዚ ብዛዕባ ንዜጋታቱ ወይ ዜጋታት ኣሜሪካ ንዘለዎም ጥንቃቐ ንኸገብሩ ዘውፅኦ ሓበሬታ እዩ። እዚ ከዓ ንዓና እውን ኣገዳሲ ስለ ዝኾነ እዩ እዚ ሓበሬታ እዚ ምፅኤ ዘለኹ። ኣብ ኣዲስ ኣበባ ዝርከብ ኤምባሲ ኣሜሪካ ኣብ ኢትዮጵያ ንዝነብሩ ዜጋታቱ ናይ ጥንቃቐ መልእኽቲ ኣመሓላሊፉ ኣሎ። ከምዚ ትሪእዎ ዘለኹም ብፅሑፍ መልክዕ ውልቃዊ ድሕንነትኩም ንምሕላው ኣይትረስዑ፣ ካብ ሰብ ዝእከበሉ ዝኣመሰሉ ጽዑቓት ቦታታት እውን ርሓቑ ብምባል ናይ ለበዋ ሓበሬታ ኣመሓላሊፉ ኣሎ። ስለዚ እዚ ሓበሬታ እዚ ዩኤስ ኤምባሲ ካብ ምንታይ ተበጊሱ እዩ ከምዚ ዝብል ዘሎ ወይ ኣብዚ ሰሙን እዚ ኣብ ኣዲስ ኣበባ እንታይ ከጋጢም እዩ ዝብል ነገር ከኣ ንብዙሓት ኣዛራቢ ኮይኑ ኣሎ። ምኽንያቱ እቲ ምኽንያት ኣይጠቐሰን ዘሎ ወይ ኣብዚ ሰሙን እዚ ከምዚ ከጋጥም ስለ ዝኽእል ኣብዚ ሰሙን እዚ ከምዚ ክህሉ ስለ ዝኽእል ተጠንቀቑ ኣይበለን ዘሎ ጃስት ተጠንቀቑ ጥራይ እያ ዘላ እታ መልእኽቲ። ስለዚ እዚ ከኣ ትማሊ ብብዙሓት ፖለቲከኛታት እውን ከም ብግምት ክዛረብሉ ዘምሰዩ እዩ ማለት እዩ። ናይዚ ሓደ ካብቲ ግምት ኮይኑ ዘሎ ኣብይ ኣሕመድ እውን ብናቱ ፔጅ ዝዘርገሖ ካብ ከምቲ ትሪእዎ ዘለኹም ኣብዚ ብናቱ ፔጅ እዩ ዘርጊሕዎ ዘሎ ካብ ዝቕፅል ካብ ሎም ካብ ትማሊ ማለት እዩ ካብ ትማሊ ምሸት ጀሚሩ ዝቕፅል ክልተ መዓልታት ኣኼባ ናይ ብልፅግና ፓርቲ ኣኼባ ከም ዘሎ ባዕሉ ሓቢሩ ነይሩ ማለት እዩ። ስለዚ ምስዚ ኣኼባ ዝተሓሓዝ ኩሉ ግዜ ከምዚ ዓይነት ኣኼባታት ክካየድ ከሎ ካብ ኣዲስ ኣበባ ፖሊስ ዘርእዮም ዘይልሙድ ነገራት ኣለዉ ማለት እዩ። ፖሊስ እውን ተጠቒሱ ኣሎ። ፖሊስ ክገብሮ ዝኽእል ፍተሻ እውን ካልእ ካልእ ብምባል ኤምባሲ ኣሜሪካ እውን ጠቒስዎ ኣሎ። ስለዚ ከምዚ ዓይነት ነገር ክህሉ ከለዎ ከኣ ፖሊስ ኣዲስ ኣበባ ዘርእዮ ዘይልሙድ ነገራት ምስኡ ምትሕሓዝ ክህልዎ ከም ዝኽእል እዮም እቲ ጥርጣረ ሂቦም ዘለዉ ማለት እዩ። ይኹን እምበር ካልእ እዚ ከጋጥም ይኽእል እዩ ብምባል ዩኤስ ኤምባሲ ኣይጸሓፈን ዘሎ ግን ጃስት መጠንቀቕታ ኣመሓላሊፉ ኣሎ። ስለዚ ካብዚ ሓበሬታ ተመርኲስኩም ኣብ ኣዲስ ኣበባ ንእትነብሩ ካኒ ጥንቃቐ ክትገብሩ በዚ ኣጋጣሚ ክምሕጸነኩም እደሊ። ከምቲ ቀዲመ ዝበልኩኹም ፖሊስ ኣዲስ ኣበባ ተጠቒሱ እዩ ኣብዚ ሓበሬታ ናይ ዩኤስ ኤምባሲ ማለት እዩ። ምኽንያቱ ፖሊስ ክገብሮ ብዝኽእል ፍተሻ ወይ እውን ካልእ ካልእ ሓደጋታት ከጋጥም ስለ ዝኽእል ተጠንቀቑ ሰብ ዝእከበሉ ቦታታት ኣይትረከቡ እዩ ዝብል ዘሎ። ከምቲ ትሪእዎ ዘለኹም ኣብ ኮመንት መን ኣሎ ኣብዚ? ኢትዮጵያን ፈደራል ፖሊስ ናይ ኢትዮጵያ ፖሊስ ኣብ ትሪእዎ ዘለኹም ደርሶኛል ብምባል ወይ ከዓ በፂሕኒ እዩ ብምባል ኮመንት ፅሒፉ ኣሎ ማለት እዩ ኣብ ኮመንት ይላጎፅ ኣለዎ ማለት እዩ ፖሊስ ፖሊስ ኢትዮጵያ ስለዚ በዚ ኮይኑ በቲ ኣብ ኣዲስ ኣበባ ንትነብሩ መጠንቀቕታ እዩ እዚ ንዩኤስ ኤምባሲ ንዩኤስ ዜግነት ዝምልከት ጥራይ እውን ኣይኮነን ብሓፈሻ ኣብ ኣዲስ ኣበባ ንትነብሩ መጠንቀቕታ ክትገብሩ ምዚ ናይ ኣኼባ ክኸውን ይኽእል ወይ እውን ካልእ ምትሓሓዝ እንድሕር ሃልይዎ ከዓኒ ብሓፈሻ መጠንቀቕታ ንክትገብሩ እዩ ዝሓበሬታ ኣምፅኤ ዘለኹ
ቅድሚ ሓደ ሰሙን ኣብ ዓርቢ ስቕለት መዓልቲ ብ ዓሰርተ ሸሞንተ ሚያዝያ ኣብ ናይሮቢ ጠፊኦም ክድለዩ ዝቐነዩ ኤርትራዊ ኣቦ ሎሚ ድሕሪ ሸውዓተ መዓልታት ተረኺቦም ኣለዉ። እቶም ስድራቤት፣ ፈተውትን ኣብ ናይሮቢ ዝነብሩ ግዱሳት ኤርትራውያንን ኣብ ዝተፈላለየ መደበራት ፖሊስን ሆስፒታላትን ብምሕታት ደሃዮም ስኢኖም ዝቕ ደሃዮም ተሳኢኑ ዝቐነየ ወዲ ሰማንያ ዓመት ኣቶ ተስፋይ ሞባእ ዓርቢ ስቕለት መዓልቲ ካብ ንግሆ ሰዓት ትሽዓተ ክሳብ ከባቢ ሰዓት ሓሙሽተ ድሕሪ ቐትሪ ኣብ ከባቢ ያያ ሰንተር ኣብ ዝርከብ ቤተ ክርስቲያን መድሃኔኣለም ክሳብ ምዝዛም ስርዓተ ቅዳሰ ድሕሪ ምጽንሖም እዮም ድሕሪኡ ሃለዋቶም ጠፊኡ ክድለዩ ጸኒሖም መሳርሕትና ሃብቶም ወልደዮሃንስ ምስተን ሎሚ ኣብ ሆስፒታል ዝረኸብኦም ኤርትራዊት ኣደ ዘካየዶ ሓጺር ዕላል ክስዕብ እዩ። ሽመይ ኣማረስ ቀሺ ስዩም እበሃል። ኣቶ ተስፋይ ሞባ ጠፊኦም ካብ ዝበሃሉ ካብቶም ብቐንዱ ኩሉ ሰብ ክጓየ ጸኒሑ እዩ። እስኽን እውን ናይ ቀረባ ቤተሰብ ስለ ዝኾንክን ኣብ ምድላዮም ተዋፊርክን ጸኒሕኽን እሞ ሎማዓንቲ እውን እስኽን ኢኽን ኣብ ሆስፒታል ረኺብክንኦም ኣብ ከመይ ኩነታት እዮም ጸኒሖምኽን? ኣነ ሓደ ሓውና ሚኪኤል ዝበሃል ኣሎ ሓደ ሓውና ናይ ግዱስ ንዕኦም ክደልዮ ድቐነየ፣ ብሓቂ ተኣሽሙ ክብል ድቐነየ፣ ደው ኢሉ ከምዚ ኢሎም፣ ሓደ ሰብኣይሲ ኣብ ጀጎረድ ወዲቖም ጸኒሖም ከምዚ ኢሎሙናሞ ከይድክስ ደሃዩዶ ትፈልጥለይ እኒ ንግሆ ከይደ ሰዓት ሸውዓተ ከይደ ነቶም ኣብኡ ደለዉ ናይ ማማልሲ ሆስፒታል ከይደ ንዓኣቶም ምስ ሓተትኩዎም ሓቲተዮም መን እዮም ከመይ እዮም ገለ ኢሎም ኣርእዮምኒ ካብኣቶም ከይድና ደሊና ምስታ ድነበረቶ ናይ መንነት ናቱ ኣረኣኢና ንሱ ኮይኑ ጸኒሕና ወኣነ ኢልና በቃ እዚኣ ጌርና ረኺብናዮ። ኣብ ከመይ ኩነታት ጸኒሕክን ሃለዋቱ መዓስ እዩ ናብቲ ሕክምና ኣትዩ? ኣብቲ ሕክምና ብዕለት ዕስራ ሰንበት ምሸት ኢና ረኺብናዮ ኢሎም ሰንበት ምሸት መጺእና ኣብ ጉድጓድ ኣትዩ ኢሎም እንታይ ሽም ገይሮም ኣምፕላንስ ገይሮም ኣምፂኦምና ምፅኢና ከምዚ ገይርና ከምዛ ትርእዮ ዘለኺ ኣፅኒሕናዮ ኢልሃን እታ ዶክተር በቃ ኣነ ከዓ ሽዑ ከም ምስ ኮንኩ ነቶም ክጓየዩ ዝቐነዩ ነቲ ዝሓበረኒ ወድን እ፣ ፀዊዐዮም በቃ ከምዚኣ ጌርና ሒዝናዮ መፂና ብ- ሸውዓተ መዓልቲ እ፣ ምስቲ ቋንቋ ዘይምፍላጥ ወዲ 80 ዓመት እዮም እ፣ ዕድሚኦም እውን ኣቶ ተስፋይ እሞ ከቢድ እዩ ነይሩ ክኸውን ዝኽእል እ፣ ሓፈሻዊ እታ ቀዳመይቲ ምርኻብኩም ምስ ረኣይ ይኹን ዓኺ ናይ ዝምድና እውን ኣለኩም መስለኒ እሞ እ፣ ከመይ ነይሩ እቲ ስምዒቶም እንታይ ዓይነት ተስፋ እወ፣ ተነቢሩ እው ኣነም ስምዒተይ ሕማቅ ነይሩ ርእይ ምሰ በልክዎ ምክንያቱ ምስቲ ስእሉ ድነበረን ኣብቲ ዓራት ደቂስወ ድነበረን ክስታይ ክገብሮ ኣይከኣልኩን ምስ ረኣክዎ ግን ደሓር ነታ ጓል ንዕር እሱ ኢለ ሃንሰ ኣነ ግን ንዓይ ከምኡ ኮይኑ ይተሰማዓንን ደሓር ንዕበል እስኪ እዚ ዲት ስእሉ እዚ ምስ ዝረኣይለይ ምስ በልክዋ እወ እሱ እሱ እዩ ክንበሃሃል ከለና እሱ ከዓ እወ ኣነ እየ እወ ኣነ እየ ኢሉ በቃ ትግርኛ ምሰ በለ በቃ ሽዕኡ ተተሓሒዝና በኪና እሱም በኪዩ ንድሕሪት ተመሊሰ ንድሕሪት ተመሊሰ ከምዚ ኮይነ ገለ ኢሉ ሓዚኑ ዝኾነ ኮይኑ ኣብ ፅቡቅ ኩነታት ደሓን እዩ ትልቡ ቁስ ኢልካ እንድሕር ዛሪብካዮ ኩሉ ይፈልጥ እዩ ኩሉ ይርድኦ እዩ ህዝቢ ናይሮቢ ዳርጋ ኣብ ጫቕጫቑ ይቐንዩ ምስ ካብ ዓርቢ ስቕለት ጀሚርካ እሞኒ እቲ ንምድላዩ ከዓ መንእሰያት በቢ ዘለዎ ዓበይቲ እውን ከምኡ በዚ ማሕበራዊ ሚድያ እውን እ፣ ከምኡ ቀንዩ እሞ እ፣ ከም ቀረባ ቤተሰብ ናይ ኣቶ ተስፋይ ሞባ እ፣ እንታይ ትብላ ስኽንከ እዋይ ኣነ ደኣ በቃ እግዚኣብሄር ሃብኩም በቃ ከምቲ ንዕኡ ድሓገዝኩም መስ ኣምላኽ ይሓግዝኩም ንዓኻትኩም ከኣ ንህዝብና ከኣ በቃ ወፊርኩም እተዉ ድዓበኹም ድንኣስኩም ተገዲሽኩም ከምኡ ጌርኩም ስለ ድገበርኩም ሕጂም ኣነ ድብሎ ዋላ ሓንቲ ብኣምላኽ ርኸብዎ እየ ድብለኩም ንኹሉኹም ኣሕዋትና ድዓበኹም ድንኣስኩም ኣወዳትኩም ኣዋልድኩም ኩሉ በብዓቕሙስ ደይ ተበለ ደይ ሸር ደይ በለ የለን በቃ ወፊርኩም እተዉ እወኒ በቃ ንኹላህና ንኹሉ ንምሉእ ህዝቢ ኤርትራ ብሕልፊ ከኣ ከየመስግን እንኮ ክሓልፍ ዘይደሊ ለይትን መዓልትን ሬሳታት እንዳረኣየ እንዳፈንቀለ ድቀነየ ምኪኤለ ኣስመራ ሆቴል ብጣዕሚ ብደቁ ይርከቦ እቲ ኩሉ ድገበሮ ካብ ኣምላኽ ይከፈሎ ንዕኡ ከመስግን እደሊ እወ ምጥፋእ ናይ ኣቦና እንቋዕ ብጽቡቕ ተዛዘመ እንቋዕ ሓጎሰኩም መላእ ቤተሰብ ከኣ ሰዚ ጋይስ ናይ ሎማዓንቲ ሓበሬታ ዝመስል ነይሩ ክሳብ ዝቕጽል መደብ ሰላም